ሰላም ከመይ ትኾኑ ጋይስ ካፍ ፊሊ እዘን ትሪእዎን ዘለኹም ከተማታት ሂሮሺማ ከምኡውን ናጋሳኪ ይበሃላ እዘን ከተማታት እዚኤን እተን ክልተ ክሳብዚ ሕጂ እዋን ኒውክለር ቦምብ ዝተተኮሰለን ክልተ ከተማታት እየን ኣብዘን ክልተ ከተማታት ኣብቲ ሽዑ እዋን ዝነብሩ ሰባት ጸኒቶም እዮም ኣብዚ ሕጂ እዋን ድሕሪ ሰብዓን ሸውዓተን ዓመት እዘን ክልተ ከተማታት ከመይ ይመስላ ኣለዋ? ከምኡውን ኣብ ልዕሊ ነዘን ክልተ ከተማታት ዝደምሰሰት ኣሜሪካ እንታይ ዓይነት ጽልኢ ኣለዎም ወይ ከኣ እንታይ ዓይነት ኣረዳድኣ ኣለዎም? ብፍላይ ብፍላይ ከኣ ካብቲ ሓደጋ ዝደሓኑ ወይ ከኣ ቅድሚ ሰብዓን ሸውዓተን ዓመት ካብቲ ሓደጋ ዝደሓኑ ሰባት ኣብ ልዕሊ ኣሜሪካ ዘለዎም ርድኢት ወይ ጽልኢ እንታይ ይመስል? Do you hate America?
ብናስ ደይሊ

ክሳብዚ ሕጂ እዋን እተን ክልተ ኒዩክለር ቦምብ ዝተተኮሰለን ከተማ እየ ክወስደኩም እዩ ዝብል ዘሎ።
ናብ ሂሮሺማ ከምኡውን ናጋሳኪ ዝተባህላ ከተማታት።
ስለዚ በዛ ቪድዮ እዚኣ ከኣ ኣይክትሓዝኑን ኢኹም መወዳእትኡ ክትሕጎሱ ኢኹም እዩ ዝብል ዘሎ።

ተደርብዩ ማለት እዩ ካብ ላዕሊ ብኣሜሪካ ቦምብ ተደርብዩ ወይ ካኣ ኒኩለር ቦምብ ተደርብዩ ናብዛ ከተማ። exploded in the air in less than one minute the city was wiped out። ስለዚ እታ ቦምብ ምስ ተደርበየት ብሓንቲ ደቂቅ እዩ ከተማ ሙሉእ ደምሲስዎ ማለት እዩ ከተማ ሙሉእ ብሓንቲ ደቂቅ ደምሲስዋ ማለት እዩ ከም ትሪእዎ ደለኹም ናይቲ ሽዑ እዋን ስእሊ እዩ እዚ ድሕሪ ምድምሳሳ እዩ እዚ።
Nothing was left standing except for this building. ስለዚ ዋላ ሓደ ይተረፈን እንትርፎ እዛ ትርእይዋ ዘለኹም ህንፃ ማለት እዩ ኣብቲ ሽዑ እዋን ተሰኣለቶ ሪኢኹም ይኹም ብምሉኡ ዓንዩ ንሳ ጥራያ ተሪፋ ነይራ ከም ትርእይዎ ዘለኹም

ከተማ ሙሉእ ስለ ዝተደምሰሰ ኣብዚ ከተማ እዚ ክንደይ ሰብ ነይሩ ዝብል ነገር ብልክዕ ክትፈልጦ ኣይትኽእልን ኢኻ። ስለዚ እቲ ገምጋም ግን ካብ ሚእቲ ሽሕ ክሳብ ክልተ ሚእቲ ሽሕ ዝኸውን ሰብ ከም ዝሞተ እዩ ዝንገር ማለት እዩ። እምበር ኤግዛክትሊ ወይ ከዓ ብትኽክል ክንድዚ ሰብ ሞይቶም ክትብል ኣይትኽእልን ኢኻ። ከተማ ሙሉእ እዩ ተደምሲሱ፣ ከተማ ሙሉእ እዩ መኺኹ ማለት እዩ። If I was Japanese today and I'll be honest with you I would hate America. ኣነ ጃፓናዊ እንተዝኾን ኔረ ግልጺ ክነግረኩም ንኣሜሪካ ምጸላእኽዋ ኔረ እዩ ዝብል ዘሎ እዚ ከኣ ርዱእ እዩ ማለት እዩ ማዕረ ክንድዚ ዝኣክል ዕንወት ማዕረ ክንድዚ ዝኣክል ምጽናት ኣብ ልዕሊ ክልተ ከተማታት ኣጋጢሙ ግድን እዩ ጽልኢ ክህሉ ማለት እዩ ስለዚ ኣነ ከዓ ንኣሜሪካ ምጸላእክዋ ነይረ እዩ ድብል ዘሎ ዝኾነ ይኹን ምስ ኣሜሪካውያን ክገብር ኣይፈቅድን እየ ድብል ዘሎ ክልተ ግዜ ኒኩለር ቦምብ ክትኮስ ኣዝዩ ብዙሕ እዩ The guy who invented it thinks. እትሪእዎ ዘለኹም ከኣ ኣብቲ ሸዑ እዋን ሚሊታሪ ናይ ኣሜሪካ ዝነበረ እዩ ወይ ከኣ እቲ ኒኩለር ቦምብ ክትኮስ ዝወሰነ እዩ ማለት እዩ ሽሙ እንታይ ኢልዎ ደሎ ኣብዚ ኦፐን ሄመር ኦፐን ሄመር

couldn't find any. ስለዚ ኣብ ሂሮሺማ ኣብ ጎደናታት ሂሮሺማ ንኣሜሪካ ዝጸልእዋ ሰባት ክደሊ ተዛዊረ ነይረ እዩ ዝብል ዘሎ እንተኾነ ግን ዋል ሓደ ሰብ ክረክብ ኣይከኣልኩን ወይ ከዓ ኣብ ልዕሊ ኣሜሪካ ጽልኢ ዘለዎም ሰባት ክረክብ ኣይከኣልኩን እዩ ዝብል ዘሎ I even asked nuclear attack survivors. ስለዚ ዋላ ኣብቲ ሽዑ እዋን ቅድሚ ሰብዓን ሸውዓተን ዓመት

ስለዚ ንኣሜሪካ ክጸልእሉ ዘይካኣሉ ምክንያት ብናቶም ኣባሃህላ እንታይ ዝብል ኣሎ ብል ኣሎ ፒስ ዳዝ ኖት ፍሎ ፍሮም ሄት ዝብል ኣሎ እዚ ኣባሃህላ ከኣ ኣብ ኩሉ ዘሎ እዩ ማለት እዩ ሰላም ካብ ጽልኢ ኣይውሕዝኒ ወይ ከዓ ሰላም ካብ ጽልኢ ኣይብገስኒ ዝብል ኣባሃህላ ኣለዎም ስለዚ ዛስዋዮም ንኣሜሪካ ደይጸልኡ እዩ ዝብ ዘሎ

ከምትሪእዎ ዝጸናሕኩም ምዕቡል ነገራት ኣብተን ከተማታት ተሃኒጹ ኣሎ፣ ናይ ባቡር ድዩ ናይ ካልእ ናይ ካልእ ኣዝዩ ምዕቡል ነገራት ኣብተን ከተማታት ተሃኒጹ ኣሎ። እቲ ዝገርም ነገር ከኣ ጃፓን ኣብዚ ሕጂ እዋን ብዓለም ደረጃ መበል ሳልሰይቲ እያ ትርከብ ብኢኮኖሚ ማለት እዩ። ስለዚ እዚ ከኣ ሓደ ካብቲ ዘገርም ነገር እዩ።

ተረዲእኩም ኣለኹም ኣብ ልዕሊ ኣሜሪካ ዝኾነ ይኹን ፅልኢ ከም ዘይብሎም ዘርኢ ከኣ ናይ ኣሜሪካ ትካላት ስታርባክስ ድዩ ማክዶናልድ ድዩ ካልእ ካልእ ተኸፊቶም ከም ዘለዉ እዩ ዝነግር ዘሎ I saw young kids learning English at school. ስለዚ ኢንግሊሽ ከዓ ቋንቋኦም ኣይኮነን እንተኾነ ግን ኣብ ቤት ትምህርቲ ኢንግሊሽ ክመሃሩ እውን ኣብ ቤት ትምህርቲ ርኢ ኣለኹ ይብል ኣሎ Yes! English, amazing! Do you like America?
You hate America?

ከም ትሪእዎ ደለኹም ኣብ ክንዲ እቲ ኣብቲ ሸዑ እዋን ዘጋጠመ ወይ ከኣ ናይ ውግእ ዶ ናይ ሕርቃን ካልእ ካልእ ኢሎም ዘይኮኑ ጸዊዖሞ ፒስ ወይ ከኣ ናይ ሰላም ሚዝዮም ናይ ሰላም ቤት መዘክር ብምባል እዮም ሰምዮሞ ማለት እዩ ሽሙ። The name says a lot about the.

ኢቭን ብሚሊታሪ እውን ዝምድና ኣለወን ካብተን ሸውዓተ ሃገራት ዝበሃላ ጥቡቕ ዝምድና ዘለወን ሃገራት ሓንቲ ጃፓን እያ ማለት እዩ። እዚ ከኣ ኦባማ ናብ ጃፓን ዝበፅሐሉ እዋን እዩ።

They lasted for decades and will go on for decades more. ንዓሰርታት ዓመታት ዝኣክል ኣብ ውግእ ኣለዋ እብል ኣሎ። እዘን ክገልጸን ዝጸንሐ ንሱ ጥራይ ዘይኮነ እውን ብዓብዩ ካብዚ ክገልጾ ዝጸንሐ ንላዕሊ እውን ኣብ ዞባና ማለት እዩ ኣብ ዞባና ንዓሰርታት ዓመታት ኣብ ውግእ ዝጸንሓ ሃገራት ሆርን ኣፍሪቃ ብዙሓት እየን። ብሕጂ ዝቕጽል እውን ብዙሕ እዩ። ንዓሰርተታት ዓመታት ብሕጂ ዝቕጽል ውን ብዙሕ ውግኣት ኣሎ እዩ ዝብል ዘሎ። But if there is one thing we can learn from Hiroshima, Nagasaki, Japan and the US is that time heals. ካብዘን ክልተ ሃገራት ጃፓንን ኣሜሪካን ንመሃሮ ነገር እንድሕር ሃልዩ ኣብዚ ሕጂ እዋን ግዜ ይቕየር ምዃኑ እዩ ዝነግረና ዘሎ። ግዜ ይፍወስ ምዃኑ እዩ ብዳይረክት ክንትርጉሞ ከለና ግዜ ይፍወስ እዩ እዩ ዝብለና ዘሎ። ምኽንያቱ ሓቂ እዩ ቅድሚ ሰብዓን ሸውዓተን ዓመታት ብሓደ ኣዝዩ ክፉእ ነገር ብሓደ ብህልቂት ዝተወደአ ኩናት ኣብዚ ሕጂ እዋን እንታይ ክኸውን ይኽእል ኢልካ ክትግምቱ ከለኻ ከቢድ እዩ ማለት እዩ ኣብቲ ሽዑ እዋን ኮንካ ነዚ ናይዚ ሕጂ እዋን ክትግምቶ ኣይትኽእልን ኢኻ ማለት እዩ ስለዚ ሎሚ ክልተ ሃገራት ኣብ ኩናት እንድሕር ሃልየን ድሕሪ ሓሙሽተ ዓመት እንታይ ክህሉ እዩ ወይ ከዓ እንታይ ክኾና እየን ዝብል ነገር ክትግምት ኣዝዩ ከቢድ እዩ ማለት እዩ ስለዚ ጋይስ ከም ዝረኣኹሞ ናስ ደይሊ ብ ሽዱሽተ ደቂቅን ሓምሳን ሓሙሽተን ሰከንድን ሓንቲ ዓባይ ትምህርቲ እዩ ሂብና ማለት እዩ። ስለዚ ጋይስ ናይ ሎማዓንቲ ቪድዮ ዝመስል ነይሩ ሓደሽ ሸር ሕርኪንኩም ሳብስክራይብ ኣይትረስዑ ክሳብ ኔክስት መደብ ፒስ።